ናይ እምነቱ ኣንበሳ ይብሎ ኣንበሳ ጆን ኣንበሳ። መጺኺ ሳፖርት ክትገብርዮ ሕጂ ወዲቑ ተሳዒሩ እናበልና። ተዘይጋገዶ ቤተክርስትያን ወጊዛቶ።
መምህር ኢልካ ዝኸድካዮ ሰብ ከይጀመረ ከሎ ጸፋር እዩ ዘሪኡኒ።
ሰላም ኣምላኽ ንዓኹም ይኹነለይ ብሩኻት ኣሕዋተይ ከመይ ኣለኹም? ብምቕጻል ኣብዚ ዝቐነየ ለንቅነሲ ናይ ሓውና ዲያቆን ኤፍረም ማለት እዩ ኣነ ኮን እዚ ኩሉ ዝበሃል ኣብዚ ሜድያ ኩሉ ሓንቲ ኣፍልጦ ዘይብለይ ብዙሕ እውን ብዙሕ ረኣይት ኣይኮንኩን ዝመፅእ ስቕ ኢሉ ዝመፅእ ህደ ኢለ ኣስተውዒለ ርኤ ዝዛረብ ማለት እዩ ስቕ ኢለ ሰባት ከምዚኦም ከምዚ ኢልኒ ኢለ ሃንደፍ ኢለ ኣይዛረብን እየ ማለት እዩ ምክንያቱ ቃላት ይሕለዎ ስለ ዝኾንኩ ኣይጣዓስን እየ ከዓ ስለዚ ዲያቆን ኤፍሬም ቅድሚ ሕጂ ዝነበሮ ኣይፈልጦን እየ ሓንቲ ግዜ ከምዚ ዋይን ፈልፊሉ ገለ ኢሎም ክዛረቡ ርእየዮ ነይረ ልክዕ እዩ ቢግ ዲል ከ ኣይኮነን ንዓይ ማለት እዩ ከምዚ ሰብ እግዚኣብሄር ሲ ንሓደ ሰብ ተኣምር ክገብር ተደልዩ ተኣምር ክገብር ይኽእል እዩ ማለት እዚ ሕጂ ዝገብሮ ዘሎ ዲያቆን ኤፍሬም ተኣምር እዩ ተኣምር ማለት እኮ ጌርካ ንሰብ ስለ ዘረኣኻዮ ጥራይ ኣይኮነን ብግብሪ ተዛሪቡ ዘድመዐ ማለት እዩ። ስለዚ ሓቂ ሓቂ ንፍቶ ኢና ህዝቢ ኣብዚ ቲክቶክ ዘለና ማለት እዩ። ሓቂ ንፍቶ ኢና ሓቂ መራር እንድያ ሓቂ ንፈትዋን ኢና ግን ዲያቆን ኤፍሬም ቅድሚ ሕጂ ዝነበሮ ኣነ ኣይምልከተንን እዩ እንኳን ዶ እንኳን ዶ ንዓይሲ ንዕኡ ንባዕሉ ከማንስ ኣይምልከቶን እዩ ምክንያቱ እግዚኣብሄር ከመይ ነርካ ደይኮነስ ከመይ ኣለካ ሕጂ እዩ ዘገድሶ ኣነ ካ ንዲያቆን ኤፍሬም ኣዝየ ኣዝየ ኣዝየ ዘመስግኖ ማለት ብዙሕ ተኸታታሊት ይኮንኩን ግን ክሪኦ ከለኹ ስነስርዓት ዘለዎ ክዳን ገይሩ ኣብኡ ዝመፁ ይሕዋቱ ብስነስርዓት ገይሩ ከዛረቦም ከሎ እዚ ካብ ፖለቲካ ገለ ወፂኻ ማለት እዩ ይሰምዕ ዘድልየኒ ወስድ ዘየድልየኒ ከዓ ጉሕፎ ማለት እዩ ስለዚ ኣነ ፖለቲከኛ ኣይኮንኩን እዚ በውራጃ ገለ ውድ ዛረብ ኣይኮንኩን ጠቕላላ ይፈቶን እያ ካብዚ ወፃኢት እየ ብሃይማኖት እየ ጥራይ ዝሓስብ ማለት እዩ ብሰብኣውነት ከዓ ሰብ ክቡር ምዃኑ ከዓ ይኣምን ማለት እዩ ምስ ኩሉ ወዲ ሰብ ብፍቅሪ ንበሩ ስለ ዝበለና ማለት እዩ እግዚኣብሄር ሕጊ እግዚኣብሄር ክንሕሉን ክንፍጽምን ኢና ኣብዚ ዘለና ንሕና ማለት እዩ ስለዚ ንዓና ንክጥዕመና ኢና ከዓ ኩሉ ንገብሮ እምበር እግዚኣብሄር ዝጎድሎ የለን ምስ ጎኒ ብባህሪ እዩ ማለት እዩ ሙሉ እዩ ስለዚ ኩሉ ንገብሮ ነገር ኣብዚ ምድሪ እዚ ንዓና ክጥዕመና ንኣብ ሰማይ ንዓና ንክጥቅመና ኢልና እምበር ንኣምላኽ ክንጠቕሞ ወይ ንሰባት ክንጠቕሞ ኢልና ኣይኮናን ንርእሴና ክንጠቕማ ሕጂ ናብ ዘረባይ ክመጽእ ከይ ኣብዝሓልኩም ዘረባ ዝገብሮ ዘሎ ግብሪ ኣዝዩ ኣዝዩ ንፉዕ ኣዝዩ ዘደንቕ ኣንበሳ እዩ ኣንበሳ በቃ ኣንበሳ ትምህርቱ ብትብዓት ዝምህር ዘሎ ብዚ ሜድያ ንክንደይ መንእሰያት እዞም ንኣሽቱ መንእሰያት ኣብ ፀርፊ ገለ ዝዋፈሩ ሲ ሒዝዎም ኣብኡ የምስል ርእይዎ ኢለኩም እየ ሕጂ ውን እቲ ናይ ፖለቲካ ነገራት ንዓይ ኣይምልከተንን እዩ ግን በቲ ናይ ፍርሃት እግዚኣብሄር በቲ ቅድስና ናይ እግዚኣብሄር ስርዓት ዘስተምህሮ እዚ መንእሰይ ሕጂ ዘሎ ኣነ ከም ዝርድኣኒ ይርድኣካ እየ እታ መንእሰይ ልክዕ ከምቲ ኣነ ክርድኦ ዝደሊ ነዚ መንእሰይ ተረዲእዎም ኣሎ ንሱ ንእሽተይ እዩ ግን እንዳሰሓቀ በቲ ቅዱስ ቃላት እንዳማረኸሲ ሒዝዎም ኣሎ ኣትሊስት ስለዚ ንግደፎ የስተምህር ካልኣይ ክጠፍእ ዝደለየ ክጠፍእ እዩ ክጠፍእ ዝደለያ ነብሲ ኣይትድሕንን እያ እኮ ባዕልኻ ተዘይ መሊስካያ ነብስኻ ክስቶ ከምዚ ግበሪ ኢልካ ኣቡ ጌርካ ስቅ ኢልካ ተኸይድ ተኾንካ ብናይ ሰብ ኣንፈት ጠፊእኻ ሜትካ ኣለኻ ማለት እኳዩ ሰብ እዚ ግበር ስለ ዝበለካ ጥራይ ትገብር ተደኣ ሃሊኻ እቲ ናትካ ደርቢኻ ሰብ ዝበለካ ጥራይ ትገብር ተሃሊኻ ጡፊእ ኢኻ ስለዚ ምምርማር ከዓ ፅቡቅ እዩ ቅዱስ ሕጂ ንኣብነት ዲያቆን ኤፍሬም ሓውና ከስተምህር ከሎ ኢልና ንሰምዕ ድሕሪኻ ንመርምር ልክዕ እዩ ትዛረቦ ቃላት ኣብ ልቢ ዝኣትው ልክዕ ከምቲ ዝተምሃርካዮ ወይ ትፈልጦ ዝነበርካ ቃላት ክኸውን ይኽእል እዩ ልብኻ የሐጉስ ማለት እዩ ኣብቲ ርእሲ ዘለካ እዩ ግን ድውስኸልካ ዘሎ ባዶ ኾንካ ከድካ እቲ ዝሃበካ ጥራይ ሓደ ሰብ ትቕበሎን ብኡ ጥራይ ተድምዕ እንተኾንካን ምስ ተጎዳእኻ ሽዑ ነቲ ሰብ እቲ ትጎጥዮ ማለት እዩ ከተዛረብ ክትፃረፍ ትጅምር እሱ ግን ኣይኮነን ተሓቂ ስለዚ ኣነ ዲያቆን ኤፍሬም ከመይ ነይሩ ኣይምልከተንን እዩ ኣይግድሰንን እዩ ከመይ ኣሎ ሕጂ ግን ኣዝዩ ዘገድሰኒ ከም ወዲ ተዋህዶ ሓወይ መጠን ከዓ ኣዚ ጅግና ኣንበሳ ንፉዕ ማለት እዩ ስለዚ ኣዚ ንዛረቦ ዘለና ንዑኡ ንሃይማኖትና ኣይንቃወም ማለት እዩ ስለዚ ኣነ በቲ ዝኸደ ዘሎ ኣዚየ ዝድግፎ ማለት እዩ ካልእ ብካልእ ግብሪ ከምዚ ክዛረቡ ገለ ሰሚዐ ግን ክሳብ ብዓይነይ ዘይረኣኽዎን ደየስተውዓልክዎን እሲ ኣነ ከምዚ እዩ ኢለ ክፈርድ መሰል ዝበሃል የብለይን ግን ገባሪኡ ባዕሉ እዩ ጥራይ ዝፈልጦ ኣነ ግን ንዲያቆን ኤፍሬም ከመስግኖ ዝደሊ ምስጋና ንእግዚኣብሄር እንድዩ ካብ እግዚኣብሄር እዩ ከዓ ምስጋና ግን እዚ ዝገብሮ ዘሎ ግብሪ ሕጂ ኣብዛ ቲክቶክ ዝሪኦ ዘለኹ ጥራይ ኣነ ኣንበሳ እዩ ዝብሎ ንፉዕ ኣንበሳ ንይሕዋቱ ዘስተምህሮም ብትዕግስቲ ዘወድኦም እዚኣ ርየ ማለት እዩ ካልኦት እቲ ዝረኣየኩም ንዓኹም ምምልከት ብናተይ ግን ንሓወይ ክመኽሮ ከለኹ ብናይ ሃይማኖት ጉዳይ በዚ ኣዝዩ ንፉዕ ንፉዕ እዩ ቀጽሎ ክብለ እፈቱ ብፍላይ ነዞም መንእሰያት ሒዝዎም ኣሎ ነዞም ንኣሽቱ መንእሰይ ከምኡ ዓይነት ሓዊ እዩ ዘድልዮም ዋዋዋዋ ኣይኮነ ኖ ኣብ ከምኡ እዮም ዘለዉ ግን ካብኡ ምልስ ዘብሎም እዮም ዝደልዩ እዞም ንኣሽቱ ወለዶ ማለት ይሕዋተይ ሰ ጽቡቕ ሒዝዎም ኣሎ ብጣዕሚ ጽቡቕ ሒዝዎም ኣሎ ስለዚ ቀጽሎ ዲያቆን ኤፍሬም ሓወይ እቲ እምነትካ ኣብ እምነትካ ጽናዕ ካልኣይ እቲ ዝብሉኻ ዘለዉ ነገራት ብድሕሪት ዘሎ ነግ ኣወንታዊ እዚ ኔጌቲቭ ነገራት ከምኡ ከም ዘይኮንካ ከዓ ኣርእዮም እንዳበርታዕኻ እንዳበርታዕኻ በቲ ሓቀኛ ትምህርቲ ትምህር ከም ዘለኻን ኣርእዮም ኣነ ግን እዚ ትገብሮ ዘለኻ ዝፃረፉ ዝነበሩ ኣቦታት ዋላ ስኮፍ ኣቢል ካብኡ ከተምህሮም ከለኻ ኣብ እግርኻ ኮፍ ኢሎም ክመሃሩ ከለዉ ብስነ ስርዓት ክዛረቡ ከለዉ ደስ ዘብል ነገር እዩ ዝጻረፉ ዝነበሩ ኣሕዋትና ስለዚ ካብ ዝበል ጸጋ የለን ስለዚ ኣንበሳ ቀጽሎ ቀጽሎ ቀጽሎ ክብለካ ፈቱ እቲኦም ካልኦት ትጻረፉ ኣሕዋትና ከኣ ኣትሊስት ብሃይማኖትኩም እስኪ መሃሩ መሃሩ እሞ ከምቲ እሱ ዝገብሮ ዘሎ ትምህርቲ እቲ ተኣምር ገለ መግደፍዎ ትምህርቲ ሲ መሃሩ ነዚ መንእሰይ ኣብ ዘሎ ካብ እንዳበልኩም ዘየድሊ ነገራት ተስተምህርዎ ልክዕ ከምቲ ንሱ ዝምህር ዘሎ መሃርዎም እሞ ሽዑ ከዓ ፍረኹም ከዓ ክንርኢ ናትኩም ማለት እዩ ስለዚ ዘመሕዋተይ ነቲ ዝምህር ግን ግደፍዎ ግደፍዎ ስለዚ እዚ ተወጊዙ ገለ ገለ ከምኡታት ካ ሰሚዐ ኣብዚ ስደት እዚ ኣብዚ ቲክቶክ እዚ ሲ መን እዩ ዝውግዝ መን እዩ ክውግዝ ዝኽእል መን ንመን እዩ ክውግዞ ኣብዚ ቲክቶክ ብፍላይ ቲክቶክ እኮ ዓለማዊ እዩ ፈጢርዎ ቲክቶክ ዓለማዊ እዩ ፈጢርዎ እሺ ስለዚ ኣብ ቲክቶክ ማንም ንማንም ክውግዞ ኣይክእልን ማንም ንማንም ከምኡ ተዘይኮይኑ ኩሉ ኩሉ ውግዝ እዩ እዚ ቲክቶክ እሺ ንሓቂ ኣነ ዝመውት ውን ክገርመኩም ንሓቂ እየ ድዛረብ ሰባት ጸሊኦም ፈትዮም ኣብዚ ግዜ እዚ ዋላ ሓንቲ ይገብርልካን እዮም ሓቂ ድጸልእ ሰብ ብዙሕ እዩ ምክንያቱ ናይ ሓሶት ዘመን ስለ ዘለና ንሓሶት ድጸላ ኣዝዩ ብዙሕ እዩ ስለዚ ምስ ሓቂ ቁሙ ሕማቅ ይኹን ጽቡቅ ምስ ወዲ ሃይማኖት ከኣ ንዓኻ ዝመስለካ ሃይማኖት እምነት ክትጸንዕ ክትክእል ኣለካ ጌጋ ተገይሩ ሓደ ሰብ ከኣ ብፍቅሪ ገይርካ ኢካ ትግስጾ እስካ ከምዚ ኢካ እስኪ ከምዚ ኢኪ እንዳበልካ ደይኮነ ኩስታ ሓወይ ግደፍ እዚኣን እዚኣን ጉድለት ኣላትካ የዐርያ ንርኤኩም እንዲና ህዝብና ኣብዚ ካባይ ጀሚርካ ማለት እዩ ንጸርፎ ነሳድዶ ጉንዲ እዝኑ ነላድዶ በትሪ ጌርና እዚ ፋስ ተዝህልወና ክመንፈጽፈጽናዮ ማለት እዩ በቲ ዛረባና በቲ ንድርብዮ ቃላት መሪር ማለት እዩ ስለዚ ሕጂ እውን ሕጂ እውን ነቲ ዝምህር ዘሎ ግደፍዎ ድያቆን ኤፍሬም ሓወይ ከኣ ሓንቲ ናተይ እዚ ናይ እዚ ብዙሓት ዝርእይዎ ብኣውራጃ ብገለ ገለ ከይከውን እዚታት ኣርሕቕዎ ኣብ ሃይማኖት ኣውራጃ የለን ብፍላይ ኣነ ኣነ ከም ኣነ ኣውራጃ ዝበሃል ኣይቅበልን እዩ ብፍላይ ኣብ ሃይማኖት ኣብ ትመፅእ ግዜ ማለት እዩ ኣነ ንኣውራጃ ኢለ ክሳደይ ኣይስለፍ ኣይቁረፅን እየ ንእምነተይ ክብልየ ዝቑረፅ ምክንያቱ ዝሞተለይ ሓደ እግዚኣብሔር ስለ ዘሎ ማለት እዩ ብደረጃ ሃገር ከዓ ይርዳኣኒ እዩ ንዓና ክብሉ ኣቦታትና ከዓ ሂወቶም ኣጥፊኦም ጀጋኑ ኣቦታትና የሕዋትና ማለት እዩ ስድራና ስለዚ ብከምዝታት ተዘይንዛረብ ይበልፅ ይብል ማለት እዩ ስለዚ ዘም ኣሕዋተይ ሕጂ እውን ሕጂ እውን ሕጂ እውን ብእምነት ብእምነት ክንሰማማዕ ስለ ንኽእል ብእምነት ጥራይ ከኣ ንዘራረብ ዝም ኣሕዋተይ ምኽንያቱ ብእምነት እዩ ጠፊኡ ዘሎ እዚ ህዝቢ እምበር ብኣውራጀውነት ኣይኮነን ዝጠፍእ ዘሎ ብእምነት እዩ ዝጠፍእ ዘሎ እምነቱ ይርስዖ ኣሎ ናብቲ ውራጃውነት ክኸይድ ናብቲ ፖለቲካ ክኸይድ ፖለቲካ ማለት ሰይጣን ማለት እዩ በቲ ሓደ ሳይድ ክንሪኦ ከለና ማለት እዩ ብፖለቲካ ድሓስብ ብሃይማኖት ክሓስብ ኣይክእልን ከቢድ እዩ ስለዚ ዘም ኣሕዋተይ ንጠንቀቕ ኢና ነቲ ዝምህር ከዓ ስቕ ኢልና ንግደፎ የስተምህር ጌጋ ክገብር ከሎ ከዓ እዚኣን እዚኣን ጌጋ ኣላትካ ኢልካ ከዓ ፅዋዕ ኣቢልካ ከዓ ትግስፆ ማለት እዩ ስለዚ ኣዝየ ዘመስግኖ ንዲያቆን ኤፍሬም ሓወይ ኣብ ናይ ሓገዝ ከማን ሓደ ግዜ ናይ ሓውና ኣብ ሊብያ ዝነበረ እንዳሓገዝና ከለና ኣቦና ሞነክሴ ነይሮም ኣብኡ። ኣቦ ኢኹም ንስኹም። ንስኹምሲ ከቢርኩም ኮፍ ኢልኩም ክትጽልዩን ከተመስግኑን ዝግባኣኩምሲ ኣብዚ ምስናና ክትልምኑ ኢሉ ደሓን ኪዱ ዕርፉ ንስኹም ጸሎትኩም ግበሩ ኢሉ ዝሓገዘ ሰብ እዩ ማለት እዩ። ኣነ ነታ ጽብቕቲ ግብሩ ከዓ ክገልጸሉ ማለት እዩ። ስለዚ ንሰብ ጽቡቑ ጽቡቕ ክትህቦ ኣለካ፣ ጉድለቱ ከዓ ጌጋ ክትገብር ከዓ ግቡእ ኣነ ይብል ኣለኹ እኮ እዚ ተኣምር ማንም ሰብ ተኣምር ክገብር ይኽእል እዩ። እምነት እዩ ዝውስን እኮ ተኣምር እስኻ ንኣብነት ከይድካ ንሓደ ሓውኻ ምሂርካ ካብቲ ዘለዎ ካብ ዘለዎ ጸልማት መንገዲ ናብ ብርሃን እንተ ኣምጺኻዮ መይቱ ነይሩ ድሒንካዮ ማለት እኳ እዩ ተኣምር እኳ እዩ እዚ ካብቲ ዘለዎ ጌጋ መንገዲ ናብ ጽድቂ እንተ ኣምጺኻዮ እዚ እኮ ተኣምር እኳ እዩ ስለዚ እዚ ዝገብሮ ዘሎ ንባዕሉ ሲ ተኣምር እዩ ምክንያቱ ኮፍ ኣቢሉ ኣሕዋቱ ብስነ ስርዓት ምህር ኣሎያ ስለዚ እቶም ትፈልጥዎ ንዓኹም ይምልከት ማለት እዩ። ካብ ኣነ ዝፈልጦ ግን ኣዝዩ ንፉዕ ማለት እዩ። ስለዚ ጉድለት ተርእየሉኻ ከምዚ ትገብር ኣለኻ ክብሎ እየ ከም ሓወይ መጠን ማለት እዩ። ስለዚ ኣይንጸራረፍ ክብል ፈቱ። ግን ንድያቆን ኤፍሬም ኣብዚ ሕጂ ዘለዎ ግዜ ኣንበሳ ብሎ ኣነ ብእምነቱ ናይ እምነቱ ኣንበሳ ይብሎ ኣንበሳ ሕጂ እውን ኣንበሳ ቴንክ ዩ ዋ
በቃ ካብቶም ኣለዉ ዝበሃሎም ቤተ ክርስቲያናት ኣለዉ ዝበሃሎም ኦርቶዶክስ መዛምራን እያ ገለመለ እናበልካስ መፂእኺ ሳፖርት ክትገብርዮ ሕጂ ወዲቑ ተሳዒሩ እናበልና ሎቕማፅ ሎቕማፅ ኢኺ እስኺ ሎቕማፅ መዳናገሪት ንሕና እኮ ሸለል ኢልናክ እምበር ሓንቲ መዛሙራን ክትከውን ኣይትኽእልና እስኺ

በቃ ዕድለይ በቃ ያ ግደፎ ሎቕማፅ ሎቕማፅ እዎ ሎቕማፅ ኣምሰሉ ኣምሰሉ እዎ ኣምሰሉ ካብ ሕጂ ንኖ እብለኪ ኣለኹ ኣብ ኦርቶዶክስ ተዋህዶ ንስኺ መዛሙራን ትምህርዮ ሰብ የለን ኣብቂዑ ኣብቂዑ በቃ ኣብቂዑ ሰብ ብኩሉ ይቃለስ ኣ- ወዲቁ እናበልና ወዲቁ ዝጠንቋል እናበልና ገዛ ገዛ ሓጉዙ ንበፅሕ ኣሎ

ሃይማኖት ንዓ ሓግዘኒ ንዓ ገለ መለ ግበረኒ ንዓ ይወድቕ ኣለኹ ንዓ ፖለቲካ ኣትወላ ጥወያ ናብ ኣ- ናብ ኣውራጃ ጥወያ ወዲ ጀጋኑ ናብ ኣውራጃ ኣይትኸደዶ ነቨር ነቨር ነቨር ስቶፕ እሶብ ዊዝኣውት ማይ ፒፕልስ ዩ ካን ኖት ዱ ናቲንግ ትፃወትሎም ኣለኹም እዞም ህዝቢ እዚኦም እዞም ህዝቢ እዚኦም ብኩሉ ነገራቶም ብሓዳር ኣይትበል ብናብራ ኣይትበል ብደቆም ኣይትበል ብስደት ኣይትበል ብናይ ልብያ ኣይትበል በዚ ዘለዎ እ፣ ናይዚ ኤውሮጳታት ኣይትበል ብኩሉ ስትረስ ስለ ዘለዎም ከም ደስ ዝበለኩም ትላገጽሎም ኣለኹም ንእሽተይ ዘረባ ነዚ መንእሰይ ተስሕተላ ንእሽተይ ዘረባ ነዘን ደቂ ንሽቶ ተስሕተን ኣላ ምክንያቱ የለናን የለናን እቲ ትክክል ዝኾነ ርእሲ የለን ብብዙሕ ነገራት ተባላሹ እዩ ብዞም ዓደይ ትበሉ በቲ ዝመፃናሉ ሊብያ ቀሊል ዝኾነ ስምብራት ኣይገደፈልናን ነፍሰ ከብ ሰብ ኣብ ቅድሚ ዓይኒ ሰብ እናመተሪ እዩ ነፍሰ ከብ ሰብ ሎሚ ዝኾነ ሰብ ከዳናግሮ ንሪኦ ኣለና ዝኾነ ሰብ ሎ- እሞ ድማ ብሃይማኖት ነዚ ነገር እዚ ከዓ ኣብ ማዕዲ ክትርእዮ ነርክስ ገነት ተፀዊዕኽስ ኣብዛ ዝወደቐላ ብቐትማሊ ኣብዛ ዝወደቐላስ መጺእኽሲ ክተተስዮ። እፍሬም እኮ ናብ ኩሉ ገዛ እዩ ትኸይድ ዘሎ። ቅድሚ ሕጂ ከይዱ ይፈልጥንዩ። ንጎጆ ጸዊዕዎ፣ ንላቕዋ ንላቕዋ ላቕዋ ጸዊዕዎ፣ ናብ መርከብ ከይዱ፣ ናብ ናብ ኩላቶም እዩ ዝኸይድ። ናብ ሓውለሊ ናብ ኩሉ ገዛ ገዛ ከይድ ኣሎ። ርድኡኒ በቃ ሓግዙኒ። እዛ ዝኸዳ ዘለኹ ጥወይዋ በቃ ናዕታ ናዓ ውፃእ በቃ ሓግዙኒ ኮይና መሬት ገነት ድማ ባዕልኹ ማንሑሽኪ ባዕልኺ ማንሑሽኪ ባዕልኺ ማንሑሽኪ ማንሑሽኪ ኣንሕና ግን ንፅቦ ኢና ካብ ሓንቲ መዓስ ከም ዝኾነ እቲ ግዜ ኢና እምበር ካብ ሓንቲ ጩርማ ዝኾነት ናይ ጩርማ ዝኾነት ናይ መስተ ንጽቦዬ ኢና ካብ ሓንቲ ናይ ጩርማ ናይ መስተ ንጽቦዬ ኢና መዓስ ኢኺ ትጠልምና መዓስ ኢኺ ነታ ሃይማኖትና ትጥንጥንያ መዓልቲ ኢና ዘይንፈልጥ እምበር ካባኺ ንጽቦዬ ኢና ምክንያቱ ሓንቲ ናይ መዛሙራን እያ እናበለት ስኢላ ዊስኪ ሰሰቲኻ የለን ንሕና ሰብ ክትኮኒ ገንዘብ ተዋፂልኪ ገለ ተዋፂልኪ ኣው ይምለስኔ ኩሉ ነገራት እዚ ህዝቢ ሓጊዝኪ ገንዘብ ለሚትኪ እፍርዮም ድማ ኣብዛ ወዲቕላ ዘሎ ገንዘብ ስለ ዝሃበኪ ንስኺ መፂኽስ እፍርዮም ጅግና እፍርዮም ኣንበሳ ብሃይማኖትካ ተኣምር ትገብር ትኽእል ኢኻ ናይ ብሓቂ ዲኺ ኣር ዩ ሲሪየስ

እቲ ንሱ ዝኽተሎ ዘሎ እቲ ዝኸዶ ዘሎ ዘሕፍር ምዃኑ ሰብ ይሕፍሮ ምዃኑ ናብኡ ምምፃእ ይፈልጥ እዩ ማለት እዩ ራይዎ ራይዎ ፃዕዳ ነፀላ ደይቸል ገይረ ክሰደልካ እየ በቃ ኣብኡ ክትመፅእ ራይዎ ሓግዙን እዩ ወዲቑ

ኩሉ ሰብ ክብሪ ዝግብኦ ይክበር ዋላ ዝነበረ ይምፃእ ዝመፀ ይምፃእ ብዘይገድስ ከይሓፈረ ምንም ከይበለ ብዘይ ከይሓፈረ ጥራይ ይብለኩም ኣሎ ራይዎ ደጋጊምዋ ከይሓፈረ ይብለኩም ኣሎ ምክንያቱ እቲ ዝከዶ ዘሎ ሲ ሰባት ከም ዝሕፍርዎም ሰባት ከም ዝፀልኡ ሰባት ናብኡ ክመፁ ይሓፍሩ ምካኖም እቲ እሱ ዝክተሎ ዘሎ እውን የሕፍር ምካኑ ነውሪ ምካኑ ባዕሉ ይምስክር ኣሎ እኮ ብቃላቱ ወዮዳ ነስካትኩም ጠፊእኩም ስለ ዘለኩም ስለ ዘይትሓስቡ ዘለኩም ደኣ እምበር ብሃይማኖትን ብፖለቲካን ተባዒጥኩም ስለ ዘለኹም ደኣ እምበር ባዕሉ እኮ ይነግር ኣሎ ይሕፍር በሎ ከይሓፈረ ጥራይ ብላ ረኣይዎ እንታይ ከይሓፈረ ማለት እዩ ናባይ ክትመፁ ከለኹም እንታይ ከምኩም ክትሓፍሩ ባዕሉ ይዛረብ ኣሎ ስምዕዋ መሓንቲ ግዜ ኣሕዋተይ ብሩኻት ዘርኢ ጀርመን ከም ትፈልጋ መጠን ካብ ጀርመን ኣብዚ ውሽጢ ሳልስቲ ከም ዝኣትኹም ግብሪና ንስኻ እውን ወላዲ ወዲ ሓላል መሬት ራዮም ባ በሎም ባ ሚት ግበሮም

ክዳና ይትተርፍ ጫማ ይትተርፍ ገለመለ ይትተርፍ ናብዚ ከይ ሓፈረ ስለ ዝመጸ ብለኩም ኣሎ ከይ ሓፈረ ስለ ዝመጸ ራይዎ በቃ ኣይደ ነው
ካብ ጀርመን ድዩ ካብ ገለ ክልእኸልከ ራይዎ ሕጂ ሃይማኖት ኣይኮነን ኣሕዋተይ እንድሕር ስለ ዘይርዳእኩም ኣነ እንታይ ከም ዝዛረብ ሓደ ሓደ ግዜ ጠፋካ እንድዩ ከይሓፈረ መፅኡ ይብለኩም ኣሎ ከይሓፈረ ከይሓፈረ ክብለካ ከሎ እንታይ እዩ ከም ዝሕፍር ገዝኡ ይፈልጥ እዩ። እቲ ዝኸዶ ዘሎ ከም ዝሕፍር ኣዝዩ ነውራም ምዃኑ ይፈልጥ እዩ ማለት እዩ። ወዲ ጀጋኑ ሓወይ ሓንሳእ ሓንሳብ እሞ መጀመርያ ፖለቲከኛ ኣይኮንኩን እቲ ዘድልየኒ ይወስድ እቲ ዘየድልየኒ ከኣ ይጉሕፍ ትብል ኣላ እሞ ኤፍሬም ፖለቲከኛ ምኳኑ ረሲዓቶ ድያ? ኣብ ፖለቲካ ክሰብኽ ውዕል ከም ዘሎ ፖለቲካ ፃረፍ ከም ዘሎ ርስዓቶ ያ ኣነ ኣይፃረፍኒ ብደይ ፀርፊ ነቶም ኣብኡ ድመፁ ነቶም ምእመናን ከምዚ ገይሩ የስተኣናግዶም እዋ ክፀርፈና ከለ ይሰማዕኺ እንደ ብሓቂ እንድሕር ዳ መንፈሳዊ ሰብ ኮይኑ ትሕቲ ድላል ይዛረብ ተኮይኑ ክፃረፍ ከሎ ይሰምዓትን ማለት ፀርፊ ይኮነን እዚ ፖለቲከኛ እዩ፣ ተጻራፊ እዩ፣ እንደገና እውን ጠንቋሊ እዩ። ደይናቱ ንሰብ ኣይትቦን ኢኻ ምንፍቕና ትምህርቲ ምሂሩ ይኮና ንብል ዘለና እንታይ ደኣ ጠንቋሊ እዩ። ቤተ ክርስቲያን ዘይተስተምህሮት ኣስተምህሮታት ታሪክ ናይ ቤተ ክርስቲያን ጸይቂ እዩ። መጽሓፍ ቅዱስ ዘየሎ ብዙሕ ነገር ኢሉ እዩ። እንፈርሖ የለን ነቲ ሰብ ክተደንቁርዎ ኢልኩም ኣይትሕሰቡ ስለዚ ዝሓፍተይ ተኣረምሉ ዳ ደጊምኪ ዳ ርኣዮ እቲ ሓሳብ ልዕሊ ቤተክርስትያን እየ እንድሕር ዳኣ ትብሊ ኮንኪ ማንም ሰብ ኣብዚ ዘሎ ሰብ ኣነ ሓንቲ ከመሓላልፎ ዝኽእል እንታይ እየ ልዕሊ ቤተክርስትያን ክንከውን ኣይንኽእልን ኢና ማንም ሰብ ኣብ ትሕቲ ቤተክርስትያንን ቤተክርስትያን እትብሎን ዳኣ እምበር ልዕሊ ቤተክርስትያን ክኸውን ኣይክእልን እዩ ምኽንያቱ ቤተክርስትያን ወሊዳትና ቤተክርስትያን ዕብያትና ቤተክርስትያን ምሄራትና ካብ ቤተክርስትያን ወፃኢ ግን ኣነ ንዓኣ ክእዝዝ ኣየ ንሳ ትብሎ ግን ኣይእዘዛን እየ ዝብል ንድሕር ኮይኑ ቅቡል ኣይኮነን ማለት እዚ እዚ ኣስሜረ ክውዳእ ኣነ ሓሳባት ኣብኡ ዝተጠቕለለ ስለ ዝኾነ ይኣኽላ በቃ
እዎ ኖ ሃራይ
ትግራይ ድሓስብ ማለት እዩ ብሰብኣውነት ከዓ ሰብ ክቡር ምኳኑ ከዓ ይኣምን ማለት እዩ ምስ ኩሉ ወዲ ሰብ ብፍቅሪ ንበሩ ስለዝበለና ማለት እዩ እግዚኣብሄር ሕጊ እግዚኣብሄር ክንሕሉን ክንፍፅምን ኢና ኣብዚ ዘለና ንሕና ማለት እዩ ስለዚ ንዓና ንክጥዕመና ኢና ከዓ ኩሉ ንገብሮ እምበር እግዚኣብሄር ዝጎድሎ የለን ምስ ጎኒ ብባህሪ እዩ ማለት እዩ ሙሉ እዩ ሰናይ ሰናይ ሕዛ ኣዋ ሓዘለይ ጥዕመና ንኣብሰ ኣዋ ሓዘለይ ወጆጋን እንታይ ያለ እስከ እዎ ሐራይ ንኹሉ ብፍቕሪ ምስ ኩሉ ሰብ ብፍቕሪ ምንባር ትብ ጸኒሓ ጽቡቕ ፍቕሪ እኮ ንሕና እውን ጽልኢ ሰበኽናን ጽልኢ ኣይኮነን እኮ እዚ እዚ ግን ሃይማኖት ህይወት እዩ ምጽላእ ዘይኮነ ንጌጋ ጌጋ ንሓሶት ሓሶት ንዝተጋገየኻ ተጋጊኻ ኣለኻ ምባል ጽልኢ ኮነ ሓሶት ኣይኮነ ወይ ወገንነት ወይ ሻራ ኣይኮነ ሻራን ጉሌላን ዝበሃል ኣይኮነ እዚ እዚ ሃይማኖት እዩ ብጉዳይ ሃይማኖት ብጉዳይ ኣመንትን ንኣመንቲ ህይወቶም ዘባላሹ ጉዳይ ሒዙ ዝመጽእ ሰብ ኩሉ ግዜ ቤተክርስትያን እናወገኖ ተትኸይድ ካብ ቤተክርስትያን ተኣልዮ ማለት እዩ መጀመርያ ትምዕዳ ግደፍ ትብላ እንተዘይሰሚዕዋ ግን እንታይ ትገብር ትውግኖ እያ ቤተክርስትያን ከዓ ነዊሕ ግዜ እንታይ ገይራ ምዒዳታ እያ ነዊሕ ግዜ ውሳኔ ዝተመሓላለፈ ኣብ ዝሓለፈ ዓመት እዩ ክንደይ ዓመት ገይሩሎ ግን ሰብዚ ምእመናን ካብ ሳይ ካብ ዝገብር ብምእመናን ካብ ዝፃወት ብኣመንቲ ካብ ዝፃወት ክንደይ ይገብር ስለዚ ቤተክርስትያን ውሳነ ዝሃበትሉ ስቕ ኢላ ኣይኮነትን ተፀሚማ ዓቕሊ ገይራ ብኣባታውነትን ብኣደትነትን ብወላዲነትንን ወላዲት ብምዃና ተዓጊሳ ግደፍ ኢላ ምዒዳ መምህራንን ብዝተፈላለየን ገይራ ምስማዕ ምስ ኣበየ ግን ፈለያቶ ሕጂ ውን በራ ርሑው ዩ ኣነ ተጋግየ ይቅሬታ ኢሉ ይመለስ ኢሉ ይመለስ ዋላ ሓንቲ ካልእ የለን ማለት ዩ እዚ ትብልዎ ዘለኹም ግን ንቤቴክርስትያን ዘይኣፍቃሪት ንቤቴክርስትያን ዘይሓሳቢት ንቤቴክርስትያን ስለ ዘቃ ስለ ደቃ ስለ ዘይኣመንትን ኣመንትን ዘይትሓስብ ዘይተፍቅር ንሕና ብውልቅና ከኣ እነፍቅርን እንሓስብን ጌርኩም ርእስኹም ልዕል ልዕል እተብልዎ ተመሃርሉ በጃኹም ርእስኹም ሳይ ግበሩ ትሕት ኣብሉ እቲ ንዛራርቡስ ንዛረቡስ ምስ ቤተ ክርስቲያን ነጋዳድሮ ከም ዘለና ዝርዳእና ደሎ እቲ ውግዘት ዘውገዘት እኮ ቤተ ክርስቲያን እምበር ኣነ ይኮንኩ እታ ዝፈለየት እኮ ቤተ ክርስቲያን እያ እምበር ውልቀ ሰብ መሓሪ ወይ ከዓ ካልእ ሰብ ኣይኮነ ወይ ወዲ ጀጋኑ ይኮነ ስለዚ እዚ ነገር እዚ እናሓሰብኩም ተዛረቡ ክትዛረቡ ከለኹም ዋ ኣነ ጌጋስ ኣይረኸብኩሉን ተዘይጋገ ዶ ቤተ ክርስቲያን ወጊዛት ኣነ ፀገም ኣይረኸብኩሉን ፀገም ተዘይትረኽበሉ ቤተ ክርስቲያን ፈልያቶ ንኹሉ ብፍቕሪ ቤተ ክርስቲያን ዘይተፍቅር ኮይና ድያ ኣይኮነን ንሰብሲ ንእንስሳ ንወሓይዛት ስለ ኩሉ ነገር እትጽሊ ስሎም ኩሎም ፍጥረታት እግዚኣብሔር ኣምላኽ ደድግቦም ኩሉ ነገር ክገብረሎም እትጽሊ ቅድስት ቤተ ክርስቲያን ጓ ካብዚ ዝዓቢ ፍቕሪ ኣሎ ስለዚ እቲ እንገብሮ በጃኻትኩም እሳይ ንግበር ኣነ ይፈልጣን እየ ነዛ ሓፍትና በቲ እትብሎ ዘሎ ቃላት ግን ትክክል ኣይኮነን ምክንያቱ ካብቲ መጀመርያ ትሒዛ ዲያቆን ኢልክ ዝጀመርክዮ ካብኡ ትሒዝኪ ብሙሉ ኣስተውዕሉ ዘረባኺ
ደሓን በዓለይ ፅቡቅ ገይረ ክጭርግፋ እያ ስኻ መጥራይ ወደ ከምኡ ዝበሃል የለን መስለ ክኣቱ ከለኹ
ኣነ ወይ ቆልዓ ወይ ዓሻ ይኹንኩ ኣሕዋተይ እሞ እስኪ ዋላ ተፀርፎም ከም ክርስቶስ ክንፃወር ኢልካ ኢኻ ትኸይድ እስኪ ጌጋ እንተኮይኑ ክምህሩና ኢልካ መምህር ኢልካ ዝኸድካዮ ሰብ ከጀመረ ከሎ ፀፋር እዩ ፀሪፍኒ ዋይ እንታይ ዳኣ ሎቕመ ረኒ ብድሕሪኣ ማለት እዩ ጸፈርፈር ኣይትበል ኣይ ጸሎት ግበር እንድሕር መምህር ኮንካ ምርጌታ ድኣ ጸፈርፈር እንደ ኣይትበል ሕጂ ኣነ እንታይ ዝብል ማለት እዩ ሃይማኖት ደልየ እንዳ መጻኹ ከዐርየኒ ደልዩ እሞ ካባይ ዝበልጽ ኮይኑ እንዳ መጻኹ ኣለኹ ብጽፍሪ እንድሕር ተቐቢልኒ ኮይኑ እንታይ ክመሃር ድሕሪ ማለት እዩ እሞ ዲያቆን ዲኻ ካህን? ንዓይ ዲያቆን ካህን እንታይ ኣገደሰካ? ዋ ንሕና ሲ ጸሎት ግብር ኣቢልካ በስም ኣም ኢልካ ሕራይ ኢልካ ጅምር ሪኦኹሞ እዚ ኢሉ ምሳይ ክዛረብ ከሎ ብስሚላ ኢሉ ጀሚሩ ሞጎስ ምሳይ ክዛረብ ከሎ ጸሎት ገይሩ ጀሚሩ መን'ዩ ዝበሃል ካብ ዓዲ እንግሊዝ ኣብ ተፈታዊ ሸው ምሳይ ክካታዕ ኢሉ ክመጽእ ከሎ ፕሮቲስታንት ጸሎት ገይሩ ጀሚሩ እንዳ ሞጎስ እሞ መጨረሽታ ዋላ ምርታዕ ምስ ሰኣነ እንታይ ኢሉ ማለት ክጽልየልካ ክንብየልካ ኢሉ ንበለ ኢዳ ሓንቲ ትንቢት ንዓኻ ገሮ ኢልናዮ ስሒቕና ገዲፍናዮ እቲ ብዓዲ እንግሊዝ ዝነበረ ድማ ምዃኑ ሃይማኖት ኣለካ ደ የብልን ኢሉ እሞ ይኹንስ ይብልካ እንታይ ተዳኽመና ኢልና ወዲእናዮ ብፍላይ ነቲ ኣብ ዓዲ እንግሊዝ ዝነበረ ፓስተር ብጣዕሚ እየ ዝመስግኖ ስነ ስርዓት ዘለዎ ጨዋ መልክዕ እታ መፅሓፍ እውን ስለ ዘይከኣላ ገዲፍዋ እቶም ተዋህዶ ኢና ኣብ ቤተ ክርስትያን ፅቡቅ ኣለና ከምዚ ኣለና ትብል ዘለካ ግን ካብ ሰይጣን ዝሓሽ ይኮን ካብቲ ዝረኣኹ ማለት እዩ ዓትም ህዝቢ ንስኻትኩም ንፁሓት ኢኹም ማንም ክርደኩም ዝኽእል የለን ንዓኹም ናብቲ ዘለኹሞ ወሪዱ እንተዘይኮይኑ እምበር ኣብዚኣ ጎጆ ተጻሪፍ ኢሉ እንተኾይኑ ዝጽሕፍ እምበር ማዕተብ ኣለዎ ኢሉ ዝኣምን የለን ሃይማኖት የብሉን እዮም ክብሉ ንሱ ግን ሃይማኖት ይገድፍን እዩ ኣብዚኣ እዚኣ ተኽልቲ ትበሃል ቆልዓ ክትዛረብ ስሚዕኩም እዮም ኮሚቲ ጽበያን ኢኻ ከምቲ ምሳኹም ትጸራረፉ እቲ ንኣምላኻ ዝነበረ እምነት እሞ ካብቲ ዝወፅኦ ክትርኢ ከለካ ግን ይገርመካ ስለዚ ህልኽ ኢሎም ስለ ዝሓዝኩሞ ዳልኩም ትበኣሱ ዘለኹም እምበር እቲ ሃይማኖት ምሳኹም እዩ ዘሎ ወላ እቲ ሓቂ ምሳኹም እዩ ዘሎ ሓቂ ንምውፃእኹም ኩልኹም ትቃለሱ ዘለኹም እቲ ሽግር ዘሎ ግን እንታይ እዩ እንድሕር ተባሂሉ ኣብ ውሽጢ ቤተ ክርስቲያን ተቐመጠ ተቃዋሚ እዩ በሉ ደጋፊ እዩ በሉ ካህን ዒባይ ኩል ሓንቲ ይረኣኹሉናን ዓሰርተ ሰለስተ ዓመት ምስኦም ክዛረብ ከለኹ ሎሚ እየ ምሳኹም ዛረብ ዘለኹ ምክንያቱ ውርድ ኢልካ ነቶም ታሕቲ ዘለዉ ምርኣይ ይሓይሽ ንሶም እንተኮይንኩም ግን ኣነነት ሓደ መስለኩም በቃ ነዛ ነብሶም ከመይ ገይሮም ከም ዝወስድዋ ኣብ ዋልድባ ዝበሃል ገዳም ኣሎ ናይ ትግራይ ሓደ ኣምሃራይ መንኩሶም ከይዶምስ ኣብ ዓዶም ከለዉ ደርፊ ይኽእሉ ነይሮም ሕጂ እውን ምስ ከዱ ዓሶ ሒዝዎም ዓሶ ናይ በዓል ዋልድባ ሕማቕ እዩ ሓሰር ርእሲ ምስ ሓመሙ እንታይ ኢሎም ኢሎም ናብ ደርፊ ኣትዮም ቅነ ገዲፎም ማለት እንደ ኣባት ምን እያደረጉ ነው ዋልድባ እኮ ነው ያሉት ገሌ ኢሎም ዝም በል አንተ ልጅ አንዳንዴ ዋልድባ ይዘፈናል ኢሎም ይባላል እንታይ ያሁለኩም ደሌ ንሶም ሕጂ ናብ ደርፊ ኣትዮም ማለት እዩ ረሲዕሞ ወይ ዓሰቦም ሰላም ኣለፎም ድሕሪኡ ኣባቴ እጅ ዘለኹሞ እኮ ዋልድባ ኢሎ ሱቕ ኢሎም ዋልድባ ሓደ ሓደ ግዜ ምድራፍ ዝብለ የብልን ኢሎሞ ይበሃል ሕጂ ኣነ ከ እንታይ ክብለኩም ደልየ ንሕና እዚ ሕብረተሰብ እዚ ርሒቑ ጠፊኡ ቤተ ክርስቲያኑ ይደሊ ካህን ይስእን ሃገር ይደሊ መራሒ ይስእን ዋዕ እዚስ ክመርሐና ይኾን ኢሉ ተስፋ ዝገበረሉ ጭቃ ኮይኑ ይጸንሖ ኣነሲ ነዚ ሃገር እዚኣ ባዕለይ መርሕያ ኢልኩም ነብስኹም ምርሑ ቀዳማይ ሰልፍ ኮንፊደንስ ክህልወኩም ኣለዎ መንእሰያት ርእሰ ተኣማንነት ይሃልኹም ነዛ ገዛይ ባዕለየ ሳፖርት ዝገብራ ካባይ ዝሓይሽ እንተመፅኡ በካይዶ ይብለፀኒ ዝብል እምበር ብመልሓሱ ዝበልፅ ዳ መልሓስ መልሓስ ቅዱስ ያዕቆብ እንታይ ኢሉ መስለኩም መልሓስ ንባዕላ ኣብ ጥዕማ በዓቲ ተቐሚጣስ ንዓይኒ ነፍንጫን ተስብር ዝብላ ኮነ እዚ ርእሲ ተስብር ንዓ ግን ክንደይ መከላኸል ኣለዋ እንተይልኩምኒ ከንፈር ስኒ ኣብ ውሽጢ በዓቲ ምንጋጋ ኣበይ ኮይና ለፍሊፋ ሰብ ተቃትል ትሪኦ ኣለኹ ንሕና ንደሊ ዘለና ከኣ ሰሪሑ ዘስርሐካ ጸልዩ ዘጸለየካ ሰጊዱ ዘስግደካ ኣፍቂሩ ተፋቀር ዝብለካ ፊልም ዝርኢ ሰብ ተሃሊቆ ነብሱ ዕሽ ዝውዕል ቀደም ንሪኦ ነርና ሕጂ ግን ሲ እቲ ተዋሳኣይ ከምኡ ዓይነት ሂወት ዘይብሉ እንተኮይኑ እሞ ሂወቱ ምሉእ ዝዋሳእ እንተኮይኑ እሞ ከዓ ሃዳር ዘይብሉ እንተኮይኑ እንታይ ኢኻ ካብኡ ተማሂርካ እቲ ዕሽነትና ረዩ እዛ ንሪኣ ዘለና ኤርትራ ብገዳማዊ ህይወት እያ ትነብር። ገዳማውያን እኮ ጸሎተኛታት እዮም። ኣዴታትና እኮ መቑጸርያ ገይረን እየን ዝኸዳ። በዓል ዓባየይ እኮ ከምዚ ነይራ ኢሉ ዝኸይድ ዝነበረ ትውልዲ ኣብ ተዋስኦ ርኢኹማዶ ዝብል ማለት እዩ። ዘረብኡ ጥራሕ ተሰሚዑ ዝድነቕ ኣሎ ማለት እዩ። ዘረባ ኣየድንቕኩም ተግባር እዩ ከደንቕ ዝግብኦ። ኦ ኣፍ ያለው ሰው ጤፍ በኣፉ ይቀላል እኮ እዮም ዝብሉ መሓር። ኣፍ ዘለዎ ሰብ ነቲ ኣፍ እውን ብኣፉ ቆልዎ ከይዱ ከምዚ ገበር እንታይ ኣለዎ ፀገም ኣለዎ ጣዕጣዕጣዕጣዕ ኣቢልካ ትሰርሓ ክብለካ ይኽእል እዩ ሰሪሕካ ርኤና እዩ እቲ ሓደ ኣብዚ ኮይኑ ፕረዚደንት ኮይኑ ሃገር ዘመሓድር ትሪኦ ማለት እዩ ኣብታ ገዝኡ ዘላ ሰበይቲ ከመሓድር ኣይክእልን ምስኡ ዘሎ ኣሕዋቱ ክሰማማዕ ኣይክእልን እዩ እዚ መንግስቲ ከምዚ ጌርካ ግልብጥ ግልብጥ ግልብጥ ተብሎ ቀጫል እዩ ሸውዓዝ ኣብ ቤተ ክርስቲያን መፅኡ ድማ መናፍቃን ከምዚ ኢሉ ንዓ ብሎ ስኮፍ ኢልካ ሕጂ ይኣኽለኩም መንእሰያት እዚ ትንሳኤ እዚ ሪቨሉሽን ኦፍ ዛያዝ እዩ ስፔሻሊ ኢን ሪሊጅን ኣብ ሃይማኖትና ትንሳኤ መንእሰያት እዩ ማንም ሰብ ስለ ሃይማኖት ተሓታቲ ክኸውን ክኽእል ኣለዎ እዛ ማዕተብ እዚኣ ንዓይ እንታይ እያ ትብል መፅሓፍ ሰሎሞን እንታይ ኢሉ ማለት እዩ እዛ ማዕተብ እዚኣ ክሳድካ ስራሞ ክትከይድ ከለካ ትመርሐካ እያ ክድቅስ ከለካ ትሕልወካ እያ ቃል ኣዴኻ ሸለል ኣይትበል ቃል ኣቦኻ ካይ ትንዓቕ ኢሉ ዝኮነ ኣቦታትና እዩ ምጽእ ኢሉ ሓደስ ከምዚኦም ዝብሉ ከምዚኦም ዝብሉ ኣርማንያ ቤተክርስትያን እሞ ንሕና ከዓ ምስኦም ንሓብር ሓቢርና ይንፈልጥን ከምኡ ክብሉ ሰሚዕናዮም ኣይንፈልጥን ትሪእዎ ነርኩም ዲያቆን ኢሉ ዛረቡ ዝነበረ ትማሊ የለን ከምኡ ዝብል ኢትዮጵያ ከይብሉ ደም ስበልካ ኢትዮጵያ ደኣ መታ ዘላ ኣይኮነት መፅሓፍቲ እዩ መፅሓፍን ሰብን በበይን ይዛረብ ሃይማኖት ኮብቲ መፅሓፍ ዘሎ ምበር ኣብቲ ሰብ ኣይኮነን ዘሎ

ሞንጁሲ ኣነ ዝገርመኒ ዋላ እቲ ፀርፊ እኮ ይጠፍዎም ዘሎ ማለት ጎጉቡ እቲ ፀርፊ ዋላ ከይትፀርፎስ ኣይከኣልኩሞን ዋላ ጠንቋላይ ክትብሎ ተወንካ ሲ ዝዓጎል ግልብታ ይበልኩኻ ቆፅሊ ምፃ ይበልኩኻ ኣነ እዚኣ ኮይነ ሲ ነዛ ሓፍትና ትሕገዝ ነበረት ማይ ግበር ኣላ እስኪ እግዚኣብሔር እንታይ ሰኣነ ኩላትና ንፅሊ ተረዳ ኣፍዮ ኩሉ ምሳና ተፀልይዋ ኢልካ እንድሕር ትሓርቕ ኮይንካ ሲ እንታይ ዓይነት ፅልኢ ዘለካ ማለት እዩ ሕጂ ብቲ ዓይኖም እንታይ ዘሎ እንድሕር ኢልኩምኒ ሓደ ሰናን ንዓይ ተመሲሉ ዝረኣዮም እንተሃልዩ እምበሪ ሰናን እንድየ ኣነ ማለት እየ ሕጂሲ ኣይርደእካን ዋላ እቲ ፀርፎ ዘለውስ ተዝመሃርዎ ተዝርድእዎ እየ ዝብል ማለት ስለዚ ኣነ ዝብል ዘለኹ እቶም ትምህርቲ ኣለና ትብሉ ካብ ዘረባኹም እቲ ትምህርትኹም ኣባይታ ርኢና እቶም ሃይማኖት ኣለና ትብሉ ቅዱስ ጊዮርጊስ ተገሪፉ ኣርባዕተ ግዜ መይቱ ተስዩ ይቕረ በለሎም እንዳበለ እንደምሒሩ ሓንቲ መዓልቲ ጸሪፍኒ ኢልኩም እንድሕር ደኣ ትኸዱ ኮንኩም ዋይ ህይወት ካምል እንዲኻ ንዓይ ትጸርፈኒ ዘለኻ ደኣ ነጺረካኒ እዚ ከይ ዘለኹ ኣበያ ደኣ ተክርስትናኻ እ ስለዚ ጸርፊ ንዓኻ ወልሓንቲ ይጠቅምን ማዕዳ ግን ህይወት ይዕሪ የስተኻኽል እዩ እዚ መንእሰይና ከዓ ሞራሉ ተደቂሱስ ሓዳሩ ተበቲኑስ ተመሊስኩም ንዓይ ሓዳር በታኒ ትብሉሲ መን በቲንዎ ተልኩምኒ ኣብ ነፍሲ ወቀፍ ዘሎ ኣባት ነብስኹም ከመይ እንተልኩምኒ ጸሎት ተምሂርካያ ሳኽ ጸለያ ትብል ከላ ኣብ ገዛይ ጸሎት ኣይትገብርን ኣባ ቀሺ ድማ ኣየ ርኢና ኣይንፈልጥን ከም መስላማይ ኣብ ገዛ ክጽሊ ኢሉ መስላማይ ኣብ ገዛ ምጽሊ ዘይሕጉስ ኮይኑ ፍትሃ ነገስቲ ስለ ዘየንብብ እምበር ሓደ ገዛ ይብል ኤጲስቆጶስ ወይ ኣባት ነብሲ መፅኡ ስእሊ ቅዱሳን ይባርኸሉ እሞ ንሸነኽ ምብራቕ ምስ ደቁ ዝፅልየላ ቦታ ሓንቲ ክትህልዎ ኣለዋ እዩ ዝብል ፍትሃ ነገስቲ ልቢ በሉ እቲ ቀሺ ግን ክጽሊ ገዛ ምስ ራያ ከም እስላማይ ኢልዋ ማለት እዚ ምስዚ ሰብዚ ስለ ትኸይድ ዘላ ንዓ ከምዚ ግበራ ኢሎም ኣብ ሓዳር ዘባእስዎም ዘለዉ ሰብ እምበር ኣነ ኤፍሬም ኣንኩ ከይትግረሙ ሓሳዊ ስጋብ ናብ ደገ ዝወፅእ ነቲ ሓቀኛ ክትረኽቦ ዘይስሙ ክትቦ ትኽእል ኢኻ ኣበይ ረኺብኩም ንዓይ ፀሊእኩም ኣበይ ዕሊልኩምኒ ዋላ እዛ ሓፍትና ትዛረብ ፀንሐት ዋላ እዛ ጓል ሃገረሰብ ትብል ኳ ቁርብ ምናልባት እታ ጓል ሃገረሰብ ሓፍትና እኳ ሓገዝ የድልያ እዩ ፅቡቅ የላ ንእምራ ትርበሽ ኣላ ሜንታል ዲስተርተሽን የጋጥማ ኣሎ ስለምንታይ ምባል ቤለ ታርቤ ብዙሕ ክትዛረብ ተውዒልካ ኣእምሮኻ ይሃፅፅ እዩ ብዙሕ ትበልዕ ተኾንካ ከኣ ብዙሕ ኢኻ ትድቅስ። መጽሓፍ ቅዱስ ብነጠን ንበሩ፣ ብመጠን ተሰለሙ፣ ብመጠን ብልዑ፣ ብመጠን ኪዱ እዩ ዝብል እምበር ዓኻ ስጋ ዝጸበካ ጸሎት እውን ኣይግበርን። ከይተረድኣኳስ ከምዚ ዶ ከምዚ ዶ ከምዚ ዶ እንተ ዘቆልዓሲ ይፈልጦ እየ ዶ ኣበይ ትፈልጥኒ ምሳይ በሊዕኺ ምሳይ ሰቲኺ ገዛኻ ዶ በዚ ነበረ ኣይነበረን ይፈልጠካ እየ ዝነርካ ኣይነበርኩን ዋላ ሕፍረት ኣይስምዖምን ሕፍረት ኣይስምዖምን እዩ ኣነ ብለኩም ኣለኹ ሲ ኣብዚ ቤተ ክርስቲያን ቤተ ክርስቲያን ክትረግፆ ከለኻ ሲ ምድሪ ሃይላ ትሕጠካ ዘላ እዩ ዝስምዐካ ሓቂ ዶ እንታይ ሎሚ ሎሚ እንታይ ይኸውን ኣሎ ይፈልጥኒ ሓጢኣት ጌርካ ተፃሪፍካ ኣይኮነን ሲ ምስ ሓወይ ከምዚ ከምዚ ተባሂለ ፀበል ኣይበልዕን እየ ዝብል ትውልድስ ሕጂ መፂኡ ግን ቅዱስ ቁርባን ክቁርብ እቲ ሰራቂ ቀዳሲ ኮይኑ እቲ ሓቀኛ ከኣ ቤት መቅደስ ገዲፍዎ እቲ ሓቂ ግን ምሳኹም እዩ ዘሎ ምናልባት ብስጋኹም ኣብ ዘለኹም ኣሕዋት ኩልኹም ናይ ገዛእ ርእስኹም ሓጢኣት እዩ ዘለኩም እምበር ናይ ሰብ ሓጢኣት ይብልኩም ርግፀኛ ኮይነ ክነግረኩም እቲ ውሽጢ ቤተ ክርስቲያን ዘሎ ግን ንነብሱ ከየፃረ ንሰብ ብምፍራዱ ዓብይ ሓጢኣት ዝገብር ዘሎ ሱ ኣብዚ ኢና ዘይፈለጥና ኣብዚ ኣለኹም ክዝሙ ትኽእሉ ኢኹም ክትወድቁ ትኽእሉ ኢኹም ክትሕስዉ ትኽእሉ ኢኹም ናይ ገዛእ ርእስኹም እያ ባዕልኹም ጥራይ እዮም ትሕተትዋ እቲ ካህን ግን ብኹሉ ዓለም እዩ ዝሕተት ትርእይዎ ዘለኹም ኢሉ ይውንጅል እዚ ዝግበር ዘሎ ናይ እግዚኣብሔር ኣይኮነን ኢሉ ኣበይ ርኢኻዮ ኣበይ መፂእኻ ሕጂ እቲ ሓጢኣት ስለ ዝተላመዶ እቲ ቤት መቅደስ ክንጸርፎ ጀሚርና ኣብዚኣሲ ጥምቀት ኮይና መጽያስ ኣቐሽቲ ክመጽ ኣነ የበሎም ሓሰውቲ ናይዚኦም መስቀል ኣይንሳለምን ኢሎም ኩሎም እቶም መንስያት እዚ ትውልዲ ደኣ እሞ ኩም ሕማቕ ተሰሚዕዎ እዚኦም ንኣምላኽ ከም ዝገብሩ ዘሎስ ናይዚ መስቀል ክሳለም ከመይ ገይረ ከፅድቐኒ ዝብሉ ትውልዲ መፅኦም ኣቶም ካህናት ቁሩብ ፍርሃት ኣይስምዐኩምን ስጋብ መእምን ዝፀርፈኩም ናብራና ተዘሪጉ ወዲ ርብዓ ዓመት ከይተመርዐወ በልዩ ገዳማት ዲያቆናት እንዳሃለዋ ትምህርቲ ሰንበት እንዳሃለዋ መን እዩ ዝረዳ ንስኻትኩም በዓል ጉጅም ኣታ ደስ ኣይብሉን እያ ደይ መዓረይ ንዓና ከምዚ በል ነዛ ኣዴና ነዛ ቤተክርስትያንናስ ንዑ ጠብታብ ገይርና ከምዚኣ ንግበር ዝብሉ ዘለዉ ንሰብ ተም ካህናት ኣብ ቤተክርስትያን ኮፍ ኢሎም ከም ደንጎላ ሽዑ ኤፍሬም ምስ ተስዐ ንምንታይ ህዝቢ ናብኡ ይኸይድ ኢሎም ወራር ጀሚሮም ማለት ኣብዛ ክንደይ ዓመት ገይረ ካብ ትስእ ሕጂ ኮንኩም ክትዕርዩኒ ዝግባእ ነይሩ ወይ ክትሕዙኒ ዝግባእ ቅድሚ ዓሰርተ ሓደ ዓመት እዩ ሕጂ ደኣ እሞ ኩሉ ምስ ፈለጠኩም
ናባኻ ወዲ ሓላል መሬት ምድሓር ኣታ ኪድ ሕልኩስ ናባኻ ግደፎም ደሓን ያእ ናይ በሓቂ እቲ ንኣፈወርቂ ዝብሎ ዘሎ ዋላ ሓንቲ ነዚ ሓውለለዲን ማለት እዩ ክዳውንቲ ስለ ዘይብሉ ብከምኡ ገይሩ ንዕኡ ንክእምኖ ንበዓል ንሱ እዩ ክእምን እምበር ንካልእ ዝእምኖ ነገር የብሉና ነው ነግረካ ንበዓል ንሱ ኢልካ ንበዓል ጎጀላ
እዚኣ ኸ እዛ ዓንጃል ድሓን እሱስ ይወ እዚኣ ኸ እንታይ እቲ ዕላማ ናይዚ ኣበይ ኣነ ነይራ ኣይገርም ትማል ትማል ሲ ኣነስ ሓብትኹም መዛሙራን እየ ከምዚየ ትብል ከምዘይነበረት ሕጂ ኣብቲ ናይ ጠንቋላይ ብምውዳቓ ብጣዕሚ እዩ ዘሕዝነኒ ንዓይ ማለት እዩ ኣብቲ ከመይ ብከመይ መለክዒያ እዚኣ ሕጂ ንዕኡ ከምዚ ኢላ ክትዛረቦ ኣበይ ነይራኺ ኣበይ ተሓቢኣ ነይራ ሕጂ መጺኣሲ ሓግዝኒ ኡይ ሮኬት ስለ ዘተኳሉ ብኣፉን ብማዓኮሩን ሕጂ ዋጭዋጭ ኮይና መሬት ኣዎ ስለዚ እቕሬታ ክትሓተላ እውን ንሓታ ማለት እዩ በዚ ኣጋጣሚ ዶሮ ጨቃዎች ስታይ ኢላትካ ብካራ ጨወታ የለን ብሃይማኖት ከዓ ጨወታ ክበሃል
ክትኣትወለኹም ባሚት ጎርባሕባት እያ ስለዚ ናይ ብሓቂ እያ ተጋግያ ተኣምር ተኣምር ስለዚ ናይ ብሓቂ እያ ተጋግያ
ገለ ምኒት ኣይፈልጥዋን እዮም ኖ ብጣዕሚ እያ ተጋግያ ኣብዚኣ ሓፃር መዓልቲ ከዓ ወይ ሎሚ ወይ ፅባሕ ከዓ ቅሬታ ክትሓተላ ክትክእል ኣለዋ ናይ ብሓቂ ካብቲ ዘላቶ ናይ መዛሙራ እንድያ ትኸይድ መዛሙራ እንድያ ወላ እንታይ ዊን ብኣፈ ይኹም ትብል እምበር ኣይንፈልጣን ኢና ንሕና ስለዚ ሓግዘኒ መሓር ሓውና እስከ ፅናሕ መሓር ሓውና ንዓብዚኣ ንእሽተይ ክስታ ክትበልና ኢኻ መብርሂ መሓር ሓውና ምክንያቱ ገነት መዛሙራ እንታብ ሃይላ ኣብዚ ተዋሂብዋ ድዩ ብቤተክርስቲያን ኣፍልጦ ዋላ ኣይተዋሃባን ምክንያቱ ንእፍሬም ካብ ደገፈቶ ካብ ወዲቑ ከሎ ክተተሶ ስለትፅዕር ዘላ ቤተክርስቲያን ከዓ ልክዕ ነዚ ሰብ እዚ ትሰዓበቶ እንድሕር ሃልያ ክትእለ ጥራይ ዘለዋ ምክንያቱ እዛ ሳኽራም እዚኣ ሲ ንሕና ኣብዚ ደቅሹ እናበልናስ ክተተስኦ መዓር ሓውና ንዓ ድሕር ግዜ ኣለካ የላ ወዲ ሓላል ናባኻ እያ
እንታይ ምኑ ብላይና እዚኣ ሕጂዚ እንታይ ክትብላ ትኽእል ፀዓዳ ቃላይ ትብል ዘለካ ከዓ ኣብ ናታ እስከ ተመርኩሽካ እስከ ገለ በለና
ፃዕዳ ቃላይ እኮ ተዛሪብካ ሜሮን በሎ ሜሮን እስከ ናባኻ እስከ ሜሮን
ከመይ ከ ሰላም
እንዴላ እንታይ ሕጂ ኣነ እኮ ሕጂ እኔ መፅኣ ኣብ ሕጂ እዛ ትዘርኦ እንታይ ትድግፎ ድያ ዘላ ንኢፍሬም
እቶም ኣይፀንሓ እንዲ ዓንተይ ትሕሽካ እኳ ሰዲድካ
ናይ ሕጂ ኣትየ እምበራ ነረ
ወ ፅቡቅ ኣሎ እቲ ተኣማራትካ ላ ቆፅል ገለ ትብል ኣላ ከመይ ኢኻ ትርእዮ ስኻን ኤፍሬም? እዚኣ ከም ትብል ዳሃልያ ሕማቕ ኣላ ምክንያቱ እዚ ኤፍሬም ዝበሃል እንታይ መጡዕ ይሰብክ ኮይኑ እዩ ነዚስ እቲ ኣነ ካብቲ ናይ ቀደም ቪድዮታት እየ ዝሪኦ እምበር ብዙሕ ኣይከታተሎን እየ ግን ኣብቲ ናይ ቀደም ቪድዮታቱ ዝረኣኹዎ ኣብቲ ኣዴ ማርያም ኣብ ኣኮለጉዛይ ተወሊዳ ገለመለ እናበለ ዝሰብኮ ዝነበረ ሕጂ ኣነ ካብኡ ብዙሕ ኣይብሎን እዩ ምክንያቱ ከምዚ ዓይነት ሰብ እንታይ ኢልካ ከም ተብሎ ዋላ ፍሬንድ ሰዊን ኣይኮነን ክትከታተሎ የብልካን ባህላ እየ ማለት እዩ ሕጂ ከምዚኣ ንዑ ትድግፎ ተሃልያ ብጣዕሚ ተጋግያ ማለት እዩ ምክንያቱ እዚ እንታይ መገዲ ፀጋም ተኮይኑ መገዲ የማን ክመርሕ ኣይክእልን እዩ ሰብዚ እንታይ ኢላ ከመይ ሓዲርኩም እንታይ ኢላ ዝሓብትና ስለዘይሰማዕኮ ይቕሬታ ኦኬ

መንፈሳዊ ክሳብ ዝኾነ መንፈሳዊ ቶ- መድረምታ ክሳብ ዝኾነ ከምኡ ዝተርፍ ዝበሃል ትኸውን የለን ዝሰተየቶ ባዕላ ኣብ ማስሜዳ ወፅያ ዊስኪ ዝሰተየቶ እኳ እዩ ንሕና ሃይማኖት እ፣ ከምኡ ዝበሃል የለን እንታይ እያ ተደልያ ሕጂ ክተተስኦ ማለት ደልያ ድሓን ንስማዓያ እሞ ሰላም ኣምላኽ ንዓኹም ይኹን ብርኻት ዓቢ ዛልቁማፅ ከምሎ
ብምቕጻል ኣብዚ ዝቐነየለን ቅነሲ ናይ ሓውና ዲያቆን ኤፍረም ማለት እዩ። ኣነ ኮን እዚ ኩሉ ዝበሃል ኣብዚ ሜድያ ዋላ ሓንቲ ኣፍልጦ ዘይብለይ ብዙሕ ውን ብዙሕ ኣራ ኣፍልጦ የብለይን ኣይት ኣይኮንኩን ዝመጽእ ስቅ ኢሉ ዝመጽእ ህድእ ኢለ ኣስተውዒለ ርእየ እየ ዝዛረብ ማለት እዩ። ስቅ ኢለ ሰባት ከምዚ እዮ ከምዚ እዮ ኢሉኒ ኢለ ሃንደፍ ኢለ ኣይዛረብን እየ ማለት እዩ። ምክንያቱ ቃላተይ ይሕልዎ ስለ ዝኮንኩ ኣይጠዓስን እየ ከኣ። ስለዚ ዲያቆን ኤፍሬም ቅድሚ ሕጂ ዝነበሮ ኣይፈልጦን እየ ሓንቲ ግዜ ከምዚ ዋይን ፈልፊሉ ገለ ኢሎም ክዛረቡ ርእዮ ነይረ ልክዕ እዩ ቢግ ዲል ከ ኣይኮነን ንዓይ ማለት እዩ ከምዚ ሰብ እግዚኣብሄር ዜን ሓደ ሰብ ተኣምር ክገብር ወላ ሓንቲ ይኮነን ትብል ኣላ ንሓን ስምዕዋ ተኣምር ክገብር ይኽእል እዩ ማለት እዚ ሕጂ ዝገብሮ ዘሎ ዲያቆን ኤፍሬም ተኣምር እዩ ሹፍ
ሹፍ እዚ ዝገብሮ ዘሎ ሲ ተኣምራት እዩ በቃ ተኣምራት እዩ ዝገብሮ ትብል ኣላ ምክንያቱ ወዲቑ ስለ ዝኾነ ተስፋ ቆሪፁ ስለ ዝኾነ ትማሊ ምሸት ፀዊዖማ ብውሽጢ ረኺቦም እስኺ ኣብቲ ናይ መዛሙራን ስለ ዘለኺ እዩ ዝብልዋ ዘሎ ንኸይድ ንወዳ እያ ትብል ወሳይ ግበሩ ደሓን ዕዛሞ ኣብ ሕዘና
እንታይ ኢልካ መምህር መሓሪ ኣብኣ ምሕዘለይ ሓንሳብ መጀመርያ እቲ ኣስተውዒለ እየ ዝዛረብ ትብሎ ዘለኻ ሉውን ከየስተውዓለ ኣይዛረብን እንዲ ኣስተውዒሉ እዩ ዝዛረብ ማንም ሰብ ልዕሊ ቤተ ክርስቲያን ከስተውዕል ኣይክእልኒ ማንም ሰብ ብውልቁ ልዕሊ ቤተ ክርስቲያን ልዕሊ እታ ናይ ክርስቶስ ቤተ ክርስቲያን ብጉባኤ መንፈስ ቅዱስ እትምራሕ ቤተ ክርስቲያን ማንም ሰብ ከስተውዕል ኣይክእልኒ ሰብ ብገዛ ርእሱ ተኣማሚን ኣነ መስተውዓለ ልዕሊ ቤተ ክርስቲያን እንድሕድር ኮይኑ ከኣ እዚ ርእሳ ክርስቶስ ንዝኮነ ልዕሊ ክርስቶስ እየ ምባል ስለ ዝኮነ እዚ ሓደ ሓሳብኪ መጀመርያ ኣስተካክሊ ምክንያቱ እቲ ትብልዮ ዘለኪ ሓሳብ ተኣማሚንኪ ልዕሊ ቤተ ክርስትያን የስተውዕል እየ ክትብል ዘላ ኣስተውዒለ ዝዛረብ እዩ ክትብል ዘለኪ ጽቡቅ ቤተ ክርስትያን ኣያስተውዓለትን እዩ ምክንያቱ ትህብዮ ዘለኪ ግብረ መልሲ እንታይ መሲልኪ ኤፍሬም ቁኒዕ እዩ ትብልዮ ዘለኪ ዲያቆን ትብልዮ ዘለኪ መሰረቱ ዲያቆን ኣይኮነን ብየናይ ዲቁና ተዋሂቡ? መን እዩ ዲቁና ሂብዎ? ኣበየናይ ጳጳስ ከ ተቐብል? ዲያቆን ኣይኮነ ንሱ እውን ዲያቆን ይበለን። እዚ ኣርምዎ ኩልኹም ማለት እዩ። ዲያቆን ኣይኮን ኣይኮነ ተራ ሰብ እዩ ዲያቆን ዝብል ኣይኸይድን። ስለዚ እዚ ኣርምዮ እቲ ቅኑዕ እዩ ዝገብሮ ዘሎ ተኣምር ከኣ ተኣምር እዩ ትብልዮ ዘለኺ ከኣ ጥንቁልና ደኣ እምበር ተኣምራት ኣይኮነን። ንዓይ ዲብ ስታይ ኣይኮነን ገለ ትብል ጸኒሓ ነቲ ወይና ፈልፊል ገለስ እወ ንዓይስ ዋላ ሓንቲ ኣይኮነን ኢላ ዋላ ሓንቲ ኣይኮነን ትብል ነይራ ሕራይ ዋላ ሓንቲ እንድሕር ዘይኮነ ኮይኑ ንዓኺ እዚ ዝትንክፈኪ ሰብ የለን ኣብ ዝመጽእ ክንሳብ ግን ቁንዒ ኢልኪ ንቤተ ክርስቲያን ገገኛ ምግባርን እስኺ ቅንዕቲ ንሱ ቁንዕን ምግባርን ግን ብፍጹም ኣይከውን ኣነ መሓሪ ክዛረብ ከለኹ ኣነ ክዛረብ ከለኹ ቤተ ክርስቲያን ዝተዛረበቶ ትኽክል እዩ ዳኣ እምበር ናይ ቤተ ክርስቲያን ውሳኔን ናይ ቤተ ክርስቲያን ኣስተምህሮ እንዳኣለ ዝሕልፍ ዘለኹ እምበር ናይ ውልቀይ ኣይኮነ ኣብዚኣ መሓሪ ዝተብህለላ ቢግ ዲል ኣይኮነን ምሽ ኢላ ድሕሪኡ ግን ተኣምር እዩ ኢላትካ ንዓይ ወልሓንቲ ኮነን ኢላ ድሕሪኡ ግን ተኣምር እዩ ኢላትካ ክልተ ቃላት እዩ ንዓይ ወላ ሓንቲ ኮነን ኢላ ድሕሪኡ ፅንሕ ኢላ ግን ተኣምር እዩ ኢላ
ሶሪ ኦኬ ንዓን ከስምዓካ እየ ንእሽተይ ጌና ክትቅፅል እያ ጌና ምክንያቱ ክንከዳ ኢና ነዚኣ ከብላ ስለ ዘለኹ ሓራይ ይቕሬታ ሓራይ ሓራይ ናርሳዕና ከይንኸይድ ምእንትን መልሲ እውን ንሃብ ንሃሉ ክንከይ ስለ ዘለና ሰብ ንእሽተይ ነገር ዝመስሎ ግን ዓብ ነገር ስለ ዝኾነ ንቤተ ክርስቲያን ኢኻ እንታይ ትገብሪ ዘለኺ ናይ ቤተ ክርስቲያን ሰብ እንድሕር ዳ ኮንኪ ቤተ ክርስቲያን ትመላለሲ እንድሕር ዳ ኮንኪ ውሳነ ናይ ቅድስቲ ቤተ ክርስቲያን ጉጉይ እየ ክትብሉ ዘለኺ ኤፍሬም ቁኑዕ እዩ ሞዛሙራን ከይና ትሰርሕ መሓር ሓውና ደሓን ሓንሳብ ሓንሳብ እሞ ጀጋና ሓወይ እንተ ደኣ ኮይና እውን እብለካ ኣለኹ እንተ ደኣ ኮይና እውን ቤተ ክርስቲያን ጌጋ ኣለዋ ግግይቲ'ያ ኤፍሬም ከኣ ቁኒዕ'ዩ ኢዩ ዘስምዕ ሓሳብኩም'ሞ ደጊምኪ መርምርዮ ቤቴክርስትያን ንምንታይ ውሳኔ ነዚ ወሲና ወጊዛቶ በቲ ንሱ ዝገብሮ ዘሎ ተግባራትን በቲ ዝኸዶ ዘሎ ነገራትን ቤቴክርስትያን ንምንታይ ፈሊያቶ ሕጂ ውን ስቅ ኣይንብልን'ና ቤተክርስትያን ዝበለቶ ክንብል ኢና ቤተክርስትያን ዘይበለቶ ግን ኣይንብልን ኢና ስለዚ ኣስተውዒልኪ ተዛረቢ እዚ ትብልዮ ዘለኺ ትክክል ኣይኮነን ማራይ ሓቂ ንፍቶ ኢና ሓቂ መራር እንድያ ከም ጨው ሕቐቒ ሓቂ ንፈትዋን ኢና ግን ዲያቆነ ኤፍሬም ቅድሚ ሕጂ ዝነበሩ ኣነ ኣይምልከተንን እዩ እንኳን ዶ እንኳን ዶ ንዓይ ሲ ንዕኡ ንባዕሉ ከማን ሰ ኣይምልከቶን እዩ ምክንያቱ እግዚኣብሄር ሲ ከመይ ነርካ ደይኮንስ ከመይ ኣለካ ሕጂ እዩ እምባ ዘገድሶ ኣነ ከ ንዲያቆን ኤፍሬም ኣዝየ ኣዝየ ኣዝየ ዘመስግኖ ማለት ብዙሕ ተዓ- ተኸታታሊት ይኮንኩን ግን ክሪኦ ከለኩ እ፣ ክ- ስነ ስርዓት ዘለዎ ክዳን ገይሩ ኣብኡ ዝመፁ ይሕዋቱ ብስነ ስርዓት ገይሩ ከ- ከዛርቦም ከሎ እዚ ካብ ፖለቲካ ገለ ወፂኻ ማለት እዩ። ይሰምዕ ዘድልየኒ ይወስድ ዘየድልየኒ ከዓ ጉሕፎ ማለት እዩ። ስለዚ ኣነ ፖለቲከኛ ኣይኮንኩን እዚ በውራጃ ገለ ውድ ዛረብ ኣይኮንኩን ጠቅላላ ኣዋ ኣይኮንኩን ሓዘለ ኣብ ወፃኢ ኣዋ ሓዘለ ጌርካ ኣብዚ ኣለና ኣዋ ክትርዳእካ ሓዘለ ዘላ ሓንሳእ መሓር ወዳባ ሓውና ኣለና ንምንታይ እያ ንምንታይ እያ ኣብዛ ግዜ እዚኣ ኣብዛ ናይ ብቐ- ለንቀነ ወዲቑ ስለ ዘሎ ብኹሉ ነገራቱ እብለካ ኣለኹ ገዛ ገዛ ከይዱ ሓጉዙኒ ስለ ዝብል ዘሎ እዛ ሰብ እዚኣ ኣብ መዛሙራን ስለ ዘላ ንዕምጽና ኢሎማ ብውሽጢ ረኺቦም ሕጂ ንስኺ ደሓ ይእሚኖማ ሕጂ እንታይ ማለት እዩ። መሲልካ ብኣውራጃ ወ- ትብለካ ዘላ በዓል እያቶም
ብዙሕ ግዜ ካታተለካ እየ ርኤካ እየ ሰማዕካ እየ ሕልፍ ሕልፍ ኢለ ስመይ በረኸ ትበሃል ኣይ ቲንክ ንእሽተይ ክሳይ ክዛረብ ደልየ ነይረ እንድሕር ፍቓደኛ ኮንካ ማለት እዩ ዛረብ እንዲያ ዲኻ ኦኬ ዳስ ግድ ሶ እንታይ ክብለካ ደልየ ብዙሕ ግዜ ሲ ከምዚ ካታተለካ እንዲየ ነቲ ክሳይካ ገለገለ ሕጂ ኩሉ ግዜ ማለት ከምዚ ብፀርፊ ገለሲ ዝፍታሕ ነገር የለን ኦፍኮርስ እቲ ሰብ ድሕር ፀሪፍካዮ ኤገንስ ናትካ ኢካ ኢቲ ሰብ ሕጂ ናብ ምርድዳእ መንፈስካ የእትወካን ኢዩ ኩሉ ግዜ እንድሕር ትጻረፍ ኮንካ ወይ ንዓካ ሕጂ ኣክብሮት ዘይብሉ ሓሳብ እንድሕር ኣምጼልካ ሰብ ክጋገ ይክእል ኢዩ ኣምላክ ጥራይ ዘይጋገ ሰብ ብዙሕ ክቡር ሓውና ብረኸት ሕጂ እንታይ መሰለካ ኣብዚኣ ናይዚኣ ጓልሲ ጽቡቕ መንገዲ ይኸይድ ኣሎ ጠንቋላይ ትብላ ኣላ እሞ ኣብዚኣ እንታይ ዓይነት ርእይቶ ኣለካ ኢና ንብለካ ዘለና ኮለል ኣይትበል ኣብ ካልእ
ክቡር ሓው እቲ ንኻ እባ መጀመርያ ሓሳበይ ክወደሞ ብድሕሪኡ ትሰምዓኒ ን ሓሳብካ ትህብ
በቲ ዘሎ ቅድም ኢኻ ትዛረብ ሽዑ ናባይ ምፃእ እቲ ዘለኒ ጌጋ ፀገም የብሉን ትዛረብ ትኽእል ኢኻ
ማለት እንድሕር ብክብሮ ትሰምዓኒ ኮንካ ክዛረብ ተዘይኮነ ክወፅእ እሞ ዝብለካ ዘለና እኳ ብክብረት ብክብረት ኣይኮነን ብኣ እንታይ ይደለካ እቲ ሓሳብ ናትካ እሞ
እንታይ ኣለኒ መስለካ ግን እቲ ሕጂ ተጻሪፍካ ሲ ተምጽኦ ፍታሕ የለን ጸገም የለን ናይ ጸርፊ ተቐቢለካ ኣለኹ ሕራይ እስኻስ እንታይ ኣለካ ኣብቲ ትኸዶ ትብሎ ዘላ ንኤፍሬም ሲ ሓቂ እዩ ዘሎ ዝኽስታይ ይገብር እዩ ተኣምራት ይገብር እዩ ሓቁ ቁኑዕ ኣሎ ትብል ኣላ ኣብዚ ዘሎ እስኻ ከመይ ኢኻ ትሪኦ ኣብዚ ናይ ኤፍሬም ተኣምራት ዝገብር እግዚኣብሔር ጥራይ እዩ ተኣምራት ዝገብር ሰብ የለን ተረዲኻኒ ስለዚ ቅድሚ ናብኡ ምብፃሕኻ ሓደ እቲ ነዚ ሰብ እዚ ዓዲምካ ዘይትዛረቦ እንድሕር ጌጋ ኣለዎ ተዛሪብናዮ እኮ ሃዲሞ ከይዱ ተዛሪብናዮስ ወዲቑ ካብለካላ ኣብዚ ክልተ መዓልቲ ሲ ሃደሽደሽ ስለ ዝበለ ኣብዚ ገዛ መፅኡ ማኖ ስለ ዝሓዘ ኩሉ ሰብ ስለ ዝፈለጦ ንዓኣ ፀዊዖም የዛርብዋ ኣለዉ ናብ ኩሉ ይኸይድ ኣሎ ሕጂ ንሕና ንብለካ ዘለና ጊን በረኸት ከመይ ኢኻ ትቕበሎ እስኻ ንእፍሬም ከም ሰብ መጠን ኣነ ከም ሰብ መጠን ኤፍረም ቤት ትምህርቲ ምስ ኤፍረም ኣይንሰማማዕን ኢና ብዙሕ ዘየሰማማዕና ነገር ኣሎ ኣነ መጽሓፍ ቅዱስ ዝኣምን ሰብ እየ ንክርስቶስ ዝኣምን ሰብ እየ እሱ እውን ናይ ክርስቶስ ትምህርቲ ይኮኑ ንሰብኽ ብዙሕ ጌጋታት ኣለዎ ምስ ኤፍረም ብትምህርቲ ንራኸብን ኢና ኣነን ኤፍረም ከም ሰብ ግን የኽብሮ እየ ምክንያቱ ኣይ ሪስፔክት ኤኒ ሃይማኖት ማለት እዩ ሓደ ሰብ ኣስላማይ ይኹን ዝኮነ ዓይነት ተከታሊ ይኩን ኣምላክ የለን ኢሉ ዋላ ዘምልክ ይኩን ንዕኡ ዝምልከት ሰብ ማለት እዩ ኣክብሮት ኣለኒ ብትምህርቲ ንራከብ ኢና እዚ ሰብ እዚ ግን ነቲ ዘለዎ ኣይደሎጂ ንሰብ ከክብር ወይ ከዓ ናይ ሰብ መሰል ክፃባእ እንድሕር ጀሚሩ ኦኬ ትጋገለካ ክብሎ ክእል እየ ከም ሰብ መጠን ተረዲኻኒ ሕጂ ናይ ኤፍሬም ብዙሕ ጌጋታት ክህልዎ ይኽእል እዩ ከም ሰብ መጠን ኣነ ውን ጌጋ እኮ ኣሎኒ ንስኻ ውን ጌጋ ኣለዎ ኩሉ ሰብ ጌጋ ኣለዎ ኣብዚ ምድሪ ኣነ ዝብል ዘለኹ ግን ተሰሚዕኻኒ ስም ከይሓዝኩኻን ሶሪ ብሳጓኻ ክጽውዓካ ወድ ጀጋኑ ሓወይ ኩሕለ ሓደ ኖራ ሰብ ብዘይ ምርድዳእ ዝኾነ ዓይነት ሓሳብ ከምጽእ ይኽእል እዩ ተረዲኻኒ ኣብ ትነብረሉ ዘለኻ ሕብረተሰብሲ ከመይ እዩ ሓደ ሰብ ንዓኻ በኽብሮት ይሰምዓካ ሓቂ ሓሳብካ ክዛረብ ኣዎ ከለኻ ኣዎ ብሪስፔክት ግን ይሰምዓካ ብሃይ ብሃይማኖት ምቕሻሽ ግን የለን እዚ ሃይማኖት እዩ ናባይ ክመፀካ ሕጂ ኦ። ኣይ ነጊረካ እየ ዝኾነ ዓይነት ንኣብነት ኣነሲ ፅ- ጣውላ እየ ዘምልኽ እንድሕር ኢልካንስ ኦኬ ትጋገ ኣለኻ ጣውላ ኣይሰምዓካን እዩ ብመሰረቱ መንፈሳዊ ሓሳብ ንዘራረብ ክብለካ ክእል እየ ንዓኻ ኣነስ ኣይሰምዓካን እዩ ተልካኒ ኦኬ ኣይ ሪስፔክት ደ ወይ ዩ ጎይንግ ማለት እዩ እቲ ተኸዶ መገድስ ሪስፔክት እዩ ዝገብሮ ኣነ ስለምንታይ ተልካኒ ኦኬ ጌጋ መገዲ ትኸይድ ኣለኻ እንድሕር ኢለ ኣረዲኤካ እንድሕር ሰሚዕኻኒ ጅስ ፊክስ ትገብሮ ትኽእል ኢኻ ነቲ ጌጋ ማለት እዩ ተዘይኮነ ግን እንድሕር ብትኽክል ኣነ ናተይ መገዲ ቁኒዕ እንተልካኒ ነታ ትኸዳ ዘለኻ ቁንዕቲ ኢልካ ዝኣምነልካ ኣላ እንታይ እያ ክገብር ሪስፔክት ጥራይ ክገብር ዘለኒ ተረዲኣን ስለዚ ኣነ ናይ መፅሓፍ ቅዱስ ሰብ እየ ኣነ እጅ ክዛረበካ እንድሕር ደልየ ፀርፊ ሓጢኣት እየ ክብለካ ጌጋ እዩ ትጋጌ ኢኻ ዘለኻ ምክንያቱስ መገዲ ኣምላክ ሓዝ ክብለካ ካልእ ኣይብለካን እዩ ሕጂ ዋት ኤቨር ንገነት ይኩን ዋል ንኤፍሬም እንድሕር ትጻረፎም ኣለካ ንዓካ ዋላ ንዓካ ዝጻርፈካ ሰብ እንድሕር ኮይኑስ ስታንድ እየ ክገብር ምክንያቱስ ሰብ ኢካ ኩቡር ኢካ ብኣኩቡሮት እንተ ተጋጋካ ዋላ እንተ ወደቅካ ዋላ ብጌጋ ብዝተፈላለየ ጌጋ ክትገብር ትክል ኢካ ኣብ ሂወትካ ዘይጋገ ኣምላክ ጥራይ የሱስ ክርስቶስ ጥራይ ዘይጋገ ኣብ ሂወት ስለዚ እንድሕር ብጹእ ወቅዱስ ኮይኑ ሓደ ሰብ ዝመጸካ እንድሕር ዘዋርደካ ኮይኑ ትጋገ ኣለካ ኢየ ክብሎ ዝክል Nobody is prefect ዝበሃል ኣብዚ ምድሪ የለን except Christ ማለት እዩ ስለዚ ብምርድዳእ ሓሳብ ትኹድ እምበር እንድሕር ዝኾነ ዓይነት ክሳብ ሓደ ትራውማ እዩ ዘሕድር እኮ እቲ ሰብ ወዲ ጀጋኑ ሓወይ እንድሕር ተዋዳ ኮንካ ንኣብነት እዛ ጓል እዚኣ ሕጂ ጓል ኣንስተይቲ እያ ኢንሰን ዳውግሬድ ክትገብር ትኽእል እያ እንድሕር ዝኾነ ዓይነት ነብሳ እውን ከተጥፍእ ትኽእል እያ ሓደ ጓል ሃገርካ እያ ተረዲኻኒ መን እያ ነብሳ ከተጥፍእ እዛ ጓላ ዝኾነት ዓይነት ዝኾነት ዓይነት ጓል እንድሕር እወ ሕጂ እንታይ ድዩ መሲልካ በረኸት ጸገም የብሉን ክሰምዓካ ስለ ዘለና እምበር እንታይ ኣሎ መሲልካ በረኸት ሓጻር ኦኬ ኣነ ትዛረቦ ዘለኻ ጸገም የብሉን ዝጸረፋ ሰብ የለን ንሕና ንብል ዘለና ሎቆማጽ እያ ፈቐዶ ፈቐዶ ትማሊ ትማሊ ሓፍ ዘበላ እኳ ህዝቢ
ንምንታይ ሰቲኺ መጺኺ ንምንታይ ከምዚ ትብሊ ኣለኺ ንምንታይ መዛሙራን ከለኺ ዝበላ ሰብ እኳ የለን ኣብታ ሓገዝ ዘድልያ ሓጊዝናያ ኢና እዛ ሰብ እዚኣ ኣበይ ነይራ ሰለስተ ዓመት ተሓቢኣ መጺኣ ትማሊ ኣብዚ ገዛ ብቅ ትማል ዲና ገለ ኣብዚ ዓዲምናዮ ነርና ምስ መምሃራን ኣሕዋትና ኮይና መምሃራን ኣሕዋተይ ማለት እዩ ናይ ቤተክርስትያን ኣብዚ ዓዲምናዮ ብኩሉ ነገራት እማ ተታሒዙ እሞ ኩሉ ኣነ ኣኮሎ ግዛይ ኣዳም ተወሊዱ ይበልኩን ኣነ ከምዚ ዶ ጸርፊ ጥራይ ጻር ጻር ጻር ከምዚ ኣለካ ምሽ ክትሰዓር ምዃንካ ትሕሽካዮ ዘለካ ዕላማ መገዲ ስለ ዘይብሉ ምስ ሓደ ሰብ ክትካታዕ ተኸንካ ትሰዓር ምዃንካ እንድሕር ፈሊጥካ እንታይ ትገብር ታዕጽዎ ጥረ ኢኻ ጠራዕ ጠራዕ ጥራዕ ጥራይ ኢኻ ትብል ከምኣ ገይሩ ሃዲሙ ኸይዱ ሃዲሙ ኸይዱ ሕጂ ሕጂ እንደገና ተመሊሹ ኣብዘን ሰለስተ መዓልቲ እዚአን ሕማቕ ስለ ዝኸይድ ዘሎ ናብ ኩሉ እቲ ናቱ ኩሉ ሰብ ዋላ ጎሪሑ ስለ ዘሎ ገዛ ገዛ ይኣቱ ኣሎ ገይርዎ ዘይፈልጥ ማለት እዩ እፍሬም ኣብ ገዝኡ ጥራይ ዝኸፍት ሕጂ ናብ መርከብ ተኸደ ናብ ጎጀ ተኸደ ናብ ኣሐውለሊዲን ተኸደ ናብ ገነት ተምጸ ገነት ኣበይ ነይራ ቅድሚ ሕጂ እንታይ ኮይና ሳፖርት ዘይትገብሮ ሕጂ ግን ኣብዛ ዝወድቀላ ዘሎ ሰዓታት ኣምጽያ ተኣምራት ትገብር ጅግና ሓወይ ኢኻ ገለመለ ኢኻ ከምዚ እንድሕር ትብል ከይና ድማ እታ መጽሓፍ ኣንቢብካያ ተኸንካ እታ ወረቐት ናይ ኤፍሬም ዘለዉ ኩሎም ሰዓብቱ ኣነ ይኮንኩን እቶም ኣንቢሮማ ዘለዉ ጳጳሳት ኹኖ ካህናት ኣቦታትና ውጉዛት ኢኹም ኢልዎም ኣለዉ እዛ ሰብ እዚኣ ከኣ ካብዛ ማስሜዳ እዚኣ መጺኣ ካብ ሕጂ ንኖ ብዛዕባ መዛሙራን ብዛዕባ ገለመለ ክትምህር ኣይትኽእልንያ ኣነ ተጋጊኤ በቃ ኣይ ዶንት ኖ ከምዚ ዓይነት ክዛረብ ኣይነበረንን እንተኢላ ጸገም ዘለዎ ኣይኮነን ኖ በዚ ናሃቱ ደረጃ ኣነ ኣምነሉ እየ ተይላ ግን ንሳ እውን መልእኽቲ ክኸይድ ኣለዎ ማለት ሲ ኣብዚ መፅያ ብዛዕባ ኦርቶዶክስ ተዋህዶ ክትምህር ኣይትኽእልን እያ ምክንያቱ ሰባት ኣጥፍኡ ኣለዉ እፍሬም ዝኸዶ ዘሎ ንስኻ እውን ኣይትስሕቶን ኢኻ እየ ዝብል ክንደይ ሰባት ሰብ ሓዳር ኣፋላልይዎም ክንደይ በቃ ናብሮም ኩሎም ዝረስዑ ናብራ እዮም ኩሎም ኩሎም ብሰንኪ ዝገብሮ ዘሎ ኩቱር ክስታይ ለይቲ ምስ መዓልቲ ጸልዩ እናበለ ለይቲ ምስ መዓልቲ እዚ በዓል እንድሕር መፅኡ ጾም ምስ ሰብኣይ ከይተራኸቢ ቡን ከይትሰቲ ገለ እናበለ እቲ ሓዳር ሓዳር ዘለዋ የለን ኣብኡ ትስዕብ ዘላ ዝበዝሓ ሶ በቲ ሕማቕ እቲ ጥንቆላ ግደፎ ጥንቆላ ኣዲ ትቑፀሮ ባስታ ወሲኻ ትሓድር ሓርጭ ወሲኻ ትሓድር ትማሊ እውን ነዛ ሓንቲ ዓባይ ሰበይቲ ሓግዘኒ ኢላ ዝመፀቶ በጃኺ ኪዲ መናፍስቲ ኣለውኺ ኣብ በረኻ ኢኺ ተረኺብኪ ገለ ኢልዎ ኣብዛ መስሜዳ ክስታይ ገይርላ ጠንቂልላ ማለት እዩ ካብ እንታይ መፅዩ ጳጳሳት ግደፎም ተደፊሮም እዮም ብኡ ካህናት እዚ ሕጂ ናይ ኤፍሬም መወዳእታ ይብሉን ማለት እዩ ኤፍሬም ኣብ ዝሰዓረሉ ዘሎ ግን ገነት ንምንታይ እያ ኦርቶዶክስ ተዋህዶ ተመሲላ ሕጂ ኣጅኻ ቀጽል ትብሎ ዘላ ኣብዛ ሎሚ እዚኣ ዘላ ተኽሳይ እንታይ ኣሎ መስለካ ወዲ ጀጋኑ ሓወይ ኣነ ሕጂ እቲ ቀንዲ ታርጌት ንዓኻ መልእኽቲ ከመሓላልፈልካ ዝኽእል በዚ ኣጋጣሚ ነቲ ዘሎ ፕላትፎርም ናትካ ንፅቡቕ ነገር ተጠቀመሉ ማለት ካብ ብዙሕ ነገር ኣሎ ክትገብሮ ትኽእል ሃናፂ ዝኾነ ብዓይኒ ኢንካም ይኹን ብዝተፈላለየ ነገር ናይ ምንታይ ኢንካም ኣነ ገንዘብ ዝበሃል ኣይኮነን ኣምፂኒ ዘሎ ብራዘር ሕጂ እንታይ ኢኻ ንዓይ ክትነግረኒ ዲኻ መፂኻ ብኣነ ዝገብሮ ዋላ እንታይ ይደለካ ኖ ኖ ንዓኻ እስኻ ሰብኣይ እንዲኻ ዓሰርተ ሸሞንተ ዝኣ ንስኻ ሕጂ እንታይ ግበር በረኸት ውረድ ንዓ ብኽብረት ኦኬ ታንክ ዩ ታንክ ዩ ይቕሬታ ዝሓወይ የስ